ንሎሚ ሒዝናዮ ቀሪብና ዘለና ዛዕባ ላበዋ ድብል ኮይኑ ነዚ ዛዕባ መብርሂ ክህበልና ኣብ ስቲድዮ ዓዲምናዮ ዘለና ጋሻ ኪኢላ በዓል ሞያ ሕጊ ዳኛ ሲቪላዊ ጉዳያት ሰማዒ ይግባይ ካብ ቤት ፍርዲ ዞባ ማእከል ኣቶ በሪሁ ፍስሃጼን እዩ መደብና ፈሊሙ ክሳብ ዝውድእ ንምክትታልኩም ብኽብሪ ንዕድም ኣቕረብቲ መደብ ኣኽባር ሕጊ ተኽለዝጊ ዖባስላሴ ተሓጋጋዚት ዳኛ ኣርሴማ ሰመረ ምስ ተክኒሻን ቤሉል ሃይለ ብምዃን ኢና ሰናይ ምክትታል።
ኣራይ ሓደ ሰብ ከ ንኩሉ ንብረቱ ንሓደ ሰብ ክገድፎ ይክእል እዩ ብሙሉ? ጽብቕቲ ሕቶ እያ፣ ምስ እታ ኣቐዲመ ዝተንከፍኩዋ ብስቕታ ምንቃል እትብል ምስኣ ትተኣሳሰር እያ። ተላባዊ ሓደ መትከል እንታይ ኣሎ ንብረቱ ንዝመሰሎ ክህብ ስልጣኑ'ዩ ኢልና ኣለና። ንብረቱ ንዝመሰሎ ክህብ ስልጣኑ'ዩ እንተ ኢልናዮ ከኣ እንታይ ማለት'ዩ? ኩሉ ንብረተይ ዝንቀሳቐስን ዘይንቀሳቐስን ንብረተይ ንእከለ ሂበዮ ኣለኹ ናይ ምባል ተኽእሎ ኣለዎ። እዚ እንታይ ኢና ንብሎ ናይ ጠቕላላ ወራሲ ወይ ከኣ ናይ ጠቕላላ ውርሲ። ኢልና ንጠቕሶ ማለት እዩ፣ ብእንግሊዘኛ Universal Title ንብሎ ማለት እዩ። ገለ ካብ ንብረቱ እንተድኣ ኣልዒሉ ንእከለ ሂበዮ ኣለኹ ዝብል ኮይኑ ከኣ ናይ ተናጸል ውርሲ ወይ ለበዋ ኢልና ክንጠቕሶ ንኽእል ኢና ማለት እዩ። ሕጂ ብዛዕባ እታ ናይ ጠቕላላ ውርሲ እንብላ ዘለና ይከኣል እዩ ግን ከኣ ብስቕታ ምንቃል፣ ዝብል ትርጉም ስለ ትህበና እዚኣ ኣብ ውሉዳትን ደቂ ውሉዳትን ኣይትሰርሕን እያ ማለት እዩ። ካብ ወለዲ ንላዕሊ ንዘለዉ ወረስቲ ግን ትሰርሓልና እያ ማለት እዩ። ሕጂ ውሉዳትካ ገዲፍካ ንኻልእ ክትህብ መሰል ናይ ውሉዳትካ ምጥሓስ ስለ ዝኾነ እዚ እቲ ሕግና ይቃወሞ እዩ ማለት እዩ። እንታይ ይኸውን ከምኡ ኣጋጣሚ እንተጋጠመ ንዝብል ከኣ እቶም ውሉዳትና ማዕረ'ቶም ብለበዋ ዝወርሱ ዘለዉ ማዕሪኦም ይወርሱ ማለት እዩ ሕጂ ብዚ ሓደ እቶም ውሉዳት ካብ መሰሎም ኣይንኣልዮምን ኣለና ካልኣይ እቲ ተላባዊ ከኣ ናይ ቃል ለበዋ ስለ ዝረኸበ ናይ ጽሑፍ ይኹን ናይ ካልእ ይኹን ለበዋ ስለ ዝረኸበ እቲ ቃል ስለ ዝረኸበ እዚ እውን መሰል ረኺቡ ስለ ዝኾነ ክጣሓስ ስለ ዘይብሉ መሰሉ ማዕረ ነውርሶም ማለት እዩ ኣነ እንተ ሃልየ ደቀይ ኣለዉ ንደቀይ ገዲፈ ንካልእ ሰብ ሙሉእ ንብረተይ ሂበ ኣለኩ እንተ ኢለ ንደቀይ ብስቅታ ነቂለዮም ኣለኩ ማለት ስለ ዝኮነ ደቀይን ነቲ ብለበዋ ዘውረስክዎ ሰብን ብማዕረ ኣብቲ ንብረት ተካፈልቲ ኮይኖም ይወርሱ ማለት እዩ። ሰማዕትና ደዋልለና ኣብ መስመር። ሄሎ ሄሎ ሳውል ካብ ኣስመራ እየ ሕራይ። ካብኣ ተለምየ ጸኒሐ እቲ ሕቶታት እወ። ሓንቲ እንታይ ክሓቶ ደልየ ብውህብቶ። ዝተዋህበሲ ንሓደ ሰብ ክወሃብ ይኽእል እቶም ካልኦት ድማ ኣሕዋቱ ክህልዉ ይኽእሉ ስለዚ ንሓደ ሰብ እንድሕር ተዋሂቡሲ እቶም ካልኦት ዝግብኦም ወረስቲስ ከመይ ኣብቲ ክስታይ ንዛ ምንቃል እታ ምንቃልሲ እሳኸ ኣብኡ እትው ትድያ እታ ብውሁብ ተተዋሂቡስ እቶም ዝተረፉ ክስታይሲ እትው ትድያ ምስቲ ምንቃል ትበሃል። ጽብቅቲ ሕቶ እያ ኣብ ውህብቶኸ ምንቃል እሰርሕዶ እያ እታ ቀንዲ ሕትኡ ውህብቶ ኩሉ ግዜ። ወሃቢ ብህይወት እንከሎ ዝትግበር ዓይነት መስግጋር ዋንነት እዩ ኢልናዮ ጸኒሕና። ኣብ ከምዚ ልክዕ ከምቲ ናይ ለበዋ ምንቃል ዝበሃል ነገር ኣይሰርሕን እዩ። ወሃቢ ብህይወት እንከሎ ዝመስሎ ንብረቱ ዝመስሎ ክገብሮ ስለ ዝኽእል ናብ ካልኦት ዝተሰጋገረ መሰል ስለ ዘየለ እቶም ካልኦት መሰልና ተጣሒሱ ዝብልሉ መንገዲ የለን። መሰል ናይ መን ጥራሕ እዩ ደኣ ዘሎ ኣብዚ? ናይ ወሃቢ መሰል ጥራሕ እዩ ዘሎ። ናይ ወሃቢ መሰል ጥራሕ ክሳብ ዘሎ ከኣ ካልእ መሰል ዘለዎ ሰብ ስለ ዘየለ ጉዳይ ምንቃል ኣብ ውህብቶ ኣይሰርሕን እዩ። ውዕል እዩ ከኣ ኢለዮ ስለ ዝኾንኩ ዓንተቦ፣ ውዕል ከኣ ነጻነት ናይ ውዕል ዝበሃል ኣብ ሕጊ ተደንጊጉ ስለ ዘሎ ብኡ መሰረት ውዕሎም ከተግብሩ ይኽእሉ እዮም። ውሉዳት ስለምንታይ ንሕና እንከለና ብህይወትና ንኻልእ ሂብካዮ ኢሎም ክቃወምሉ ዝኽእሉ መሰል የብሎምን። ዝተሰጋገረ መሰል ስለዘየለ። ለበዋ ግን ድሕሪ ሞት ናይ ተላባዊ ስለዝኾነ እቲ መሰል ናብ ውሉዳት ስለዝሰገረ መሰልና ክብሉ እኽእሉ እዮም ማለት እዩ። ሕራይ ሄሎ ደዋሊ ኣለና መስመር ሄሎ። ሀሎ ኣነ ኢሰያስ ይብሃል ንኣቶ ወርዩ ክሓቶ ደልየ ነይረ። ሕራይ ሕጂ ብዛዕባ ናይ ህብቶ ውህብቶ እንድዩ ኣጋጣሚ

ምስ ውህብቶ እንታይ እዩ ፍልልዩ እንታይ ከ የመሳስሎም ኢና ደኣ ኣምጺእናዮ ኣብ ገለ ገለ ሰባት ምድንጋር ስለ ትፈጥር እዩ እምበር ብመሰረቱ ለበዋ ኢና ስለ ንዛረብ ዘለና ብዛዕባ ልበዋ ዝርዝር ኣቲና ንዛረብ ኣለና ኣብ ውህብቶ ግን ምስቲ ምስ ለበዋ ከራኽቦ ዝኽእል ነገራት ጥራሕ ኢና ንተናኽፎ ዘለና እዛ ኢሰያስ ዝሓተታ ሕቶ ትኽክል እያ ዓንቀጽ ዕስራን ኣርባዕተን ዕስራን ሸውዓተን ሓደ ወሃቢ ሙሉእ ንብረቱ ክህብ ከም ዘይክእል ደንጊጉዎ ኣሎ። ገለ ካብ ንብረቱ ክህብ ከም ዝኽእል እዩ ገሊጽዎ ዘሎ፣ some of his property እዩ ዝብል ማለት እዩ እቲ ሕጊ። እዚ ኸኣ እንታይ ማለት እዩ፣ እንተ ድኣ ብሙሉእ ንብረቱ ንእከለ ሂበዮ ኣለኹ ኢሉ እቲ ህያብ እቲ ፍሩስ እዩ፣ ምኽንያቱ ኩሉ ንብረቱ ክህብ ከም ዘይክእል እዩ ሕጊ ጠቒስዎ ዘሎ ማለት እዩ። ስለዚ ናይ ኣተረጓጉማ ፍልልይ የብልናን፣ ሓደ ኢና ዘለና ምስቲ ዝተፈነወ፣ ንሕና ብዛዕባ ለበዋን ንትንክፍ ስለ ዘለና ኢና ነዚ ነጥቢ እዚ ዘየልዓልናዮ ማለት እዩ።

እቶም ክልተ ህልዋት ነይሮም እቲ ሓደ ወዲ ስውእ እዩ ነቲ ወዲ ስውእ ተገዲፉ እቶም ክልተ ወሲዶ ሕዚ እቲስ ይምልከቶ ዶ ኣይምልከቶ። እቲ ከምቲ ቀዲምና ክንብሎ ዝጸናሕና መጀመርያ ተላባዊ ንዝመሰሎ ሰብ ለበዋ ክህብ ይኽእል እዩ ኢልና ኣለና ጥራሕ እቲ ዘገድስ እንታይ እዩ ሓደ ተላባዊ ሕጊ ዝጠልቦ ቅጥዕታት ከማልእ ክኽእል ኣለዎ ኢና ኢልና ዘለና መጀመርያ እቲ ለበዋ እንታይ ዓይነት ለበዋ ምዃኑ ክንጸር ክኽእል ኣለዎ። እንታይ ዓይነት ለበዋ ምዃኑ ምስ ተፈልጠ ከኣ እቲ ኣገባብ እንታይ ቅጥዒ ኣማሊኡ እንታይከ ኣየማልእን ትርድኦ ማለት እዩ። እዛ ናይ ውርሻ ንደቂ ስዉእ ገዲፉ ነቶም ክልተ ካልኦት ኣውሪስዎም ክብለና ጸኒሑ እዚ ደዋሊና። ብኸመይ ኣገባብ እዩ ነቲኦም ክልተ ኣውሪስዎም? ንዕኡኸ ብኸመይ እዩ ካብቲ ናይ ውርሲ ኩነታት ኣውጺእዎ? ነቲኦም ግሉጽ ሎበዋ ገይሩ ድዩ ተላብዩሎም ንብረት ሓዲጉሎም? ክንደይ ካብ ንብረት ኢኻ ሓዲጉሎም? ጠቕላላ ድዩ እቲ ንብረት ሓዲጉሎም ዋላስ ገለ ክፋል እዩ ሓዲጉሎም? እቲ ወዲ ስዉእ ዝበሃል ዘሎኸ መን እዩ እቲ ስዉእ ዝበሃል ዘሎ? ምስቲ ተላባዊኸ እንታይ ምትእስሳር ኣለዎ? እዚ ብዙሕ ሕቶታት ዘለዓዕል ጉዳይ እዩ እንድዩ። ሕጂ ብቐጥታ ከምዚኣን ከምዚኣን ክትከውን ትኽእል እያ ኣይትብልን ኢኻ። ሓፈሻዊ ሓበሬታ ግን እንታይ ኢና ንህብ ዘለና? ሓደ መዋቲ ወይ ተላባዊ ንሕጋዊ ዋንነት ዘለዎ ንብረቱ ንዝመስሎ ሰብ ክላቦ እኽእል እዩ ኢልና ኣለና ጥራሕ። እቲ ሕጊ ዝጠልቦ መምዘኒታት ዘማልእ ክኸውን ኣለዎ ማለት እዩ። እዛ ዝብለና ዘሎ ሕጂ ሕጊ ኣማሊኣ ድያ ኣየማልእትን እታ ጉዳይ ኣብ ቤት ፍርዲ ምስ ቀረበት ኣብ ቅድሚ ዳኛ ምስ ቀረበት ሽዑ እያ ትረኣ እዚ ኩሉ ዝበልክዎ ሕቶታት ክምለስ ስለ ዘለዎ ማለት እዩ።
ሕቶና ክንቅጽል ኢና። ሓደ ለበዋ ኣብ ኣፋዊ ለበዋ ኣብ ሓደጋ ንዘሎ ብዛዕባ ዝተወሰነ ነጥብታት ዝህቦ ቃል ክሳይ ኣሎ። ቃል ለበዋ ኣሎ'ሞ እንታይ እሱ? ክሳብ ክንደይ እዩ ከ ክላወጥ ዘኽእል? ንኣብነት ካብ ሓሙሽተ ሚእቲ ናብቓ ንላዕሊ ዘይትመን ውርሻ ክኸውን ኣለዎ ይብለካ'ሞ ምስኡ ተኣሳሲሩ ዝኸይድ ከ እንታይ ኣሎ? ከምቲ ኣቐዲመ ዝበልክዎ ናይ ቃል ለበዋ ሓደ ካብቶም ሰለስተ ዓይነታት ለበዋ እዩ ኢልና ኢና ገሊጽናዮ ዘለና። እዚ ኣብ ውሱን ግዜ ዝግበር ንውሱን ግዜ ከኣ ክጸንሕ ዝኽእል ድሕሪ እቲ ውሱን ግዜ ከኣ ተፈጻምነት ዘይብሉ ዓይነት ለበዋ እዩ ኢልናዮ ኣለና። እቲ ከምቲ ቀዲመ ዝገለጽክዎ ሓደ ንሞግዚት ዝምልከት እዩ። ብድሕሪኡ ሞግዚት ዘድልዮም ትሕቲ ዕድመ ቆልዑ እንተደኣ ሓዲጉ ይኸይድ ሃልዩ እዚ መዋቲ እዚ ቆልዑ መን እለዮም? መጻምድቱ እንተድኣ ሃልያ ወይ እንተድኣ ሃልዩ ንመጻምድተይ ትእለየለይ ብድሕረይ ድዩ ክብል ወይ ካልእ ሰብ ንሱ ዝሓሸ እዩ ዝብሎ ድዩ ገዲፉ ክኸይድ እዞም ቆልዑ እዚኦም ብድሕሪኡ ኣብ ሓደጋ ከይወድቁ ኣላይ ናባይ ክንክን ስለ ዘድልዮም እዚ ብለበዋ ሓዲጉ ክኸይድ ይኽእል እዩ ካልእ ንስርዓተ ቀብሩ እውን ብኸመይ ክቕበር ክኽእል ኣለዎ እንታይ ክግበር ኣለዎ ኣብቲ ቀብሪ ቀብሪኸ ብመሰረቱ ኣበይ እዩ ክኸውን ዘለዎ እዚ ኣብ ተግባር እውን ብተደጋጋሚ የጋጥመና እዩ። ኣብ ደብሪ ከምዚ ቅበሩኒ፣ ከምዚ ዓይነት ቀብሪ ኣካይዱ፣ ንተስካር ዝምልከት ዝዛረቡ ኣለዉ። ኣብ ክንዲ ተስካር ትገብሩ ንደቂ ስውኣት ሃቡለይ፣ ኣብ ክንዲ ከምዚ ትገብሩ እዚ ግበሩ፣ ንዘኽታማት ሃቡለይ፣ ንጽጉማት ሃቡለይ ዝብሉ ኣለዉ። እዚ ንቀብሪ ዝምልከት ለበዋ እንተኾይኑ እውን ብቃል ይፍቀድ እዩ ማለት እዩ። ከምቲ ትንክፍ ዘበልካዮ እስኻ ውን ካብ ሓሙሽተ ሚእቲ ንላዕሊ ናቕፋ ንዘይበዝሕ ከኣ ብቃል ለበዋ ክግበረሉ ይኽእል እዩ። ኣብዚኣ ኣትሪርና ክንዛረበላ ዘለና ግን እዛ ናይ ቃል ለበዋ ንነዊሕ ግዜ ትጸንሕ ኣይኮነትን። እቲ ተላባዊ ካብ ዝገበረላ ኣብ ውሽጢ ሰለስተ ወርሒ ጥራሕ እያ ክትትግበር እትኽእል። ሰለስተ ወርሒ እንተደኣ ሓሊፉ፣ ናይ ቃል ስለ ዝኾነ ንኸተረጋግጾ ስለ ዘጸግም፣ እቶም መሰኻክር ውን ዝኾነ ለውጢ ከምጽኡ ስለ ዝኽእሉ፣ ዝኾነ ለውጢ ክመጽእ ዝብል ዘለኹ ሞት ክህሉ ይኽእል፣ መገሻ ክህሉ ይኽእል፣ ካልእ ክህሉ ስለ ዝኽእል፣ ኣብ ጽሑፍ ዝተረፈ ሰነድ ስለ ዘየለ፣ ናይ ቃል ስለ ዝኾነ ሰለስተ ወርሒ ዕድመ ጥራሕ እዩ ዘለዎ። እቲ ተቐባሊ ለበዋ ከኣ ዝረኸቦ ለበዋ ኣብ ውሽጢ ሰለስተ ወርሒ ኣብ ቤት ፍርዲ ከይዱ ኣጽዲቑ መሰሉ ክሓትት ክኽእል ኣለዎ። እንተዘይሓቲቱ ብግዜ ደረት ትሩፍ ይበሃል ማለት እዩ። እዚ ዘለና ንዋላሽ ካብቲ ካልእ ዝፈልዮ ነገራት እዚ መጠን ነጊር ገሊጸዮ ኣለኹ። እቲ ቅጥዒ እውን ገሊጸዮ ኣለኹ። ሰለስተ መሰኻክር ኣኸልቲ እዮም ኣብዚ ናይ ቃል ለበዋ። ኣብ ናይ ግሉጽ ግን ኣርባዕተ ክኾኑ ኣለዎም። ኣብ ቤት ፍርዲ እንተድኣ ኮይኑ ከኣ ክልተ ናይ ደገ እቲ ሓደኡ ዝጸንሕ ዘፈራርመካ ዘወዓዕለካ ከኣ ክንዲ ክልተ ስለ ዝሕሰብ ዘይሩ ዘይሩ ግን ኣርባዕተ እዩ። ናይ ጽሑፍ። ለበዋ ተደኣ ኮይኑ ከኣ ምስክር ዘድሊ ኣይኮነን ጥራሕ እተን ኣቀዲመ ዝገለጽክወን ቅጥዕታት ክማልእ ኣለዎ ማለት እዩ። ሕራይ ደዋልለና ኣብ መስመር። ሃሎ ሄሎ መን ክንብል?
ብጻሕፍታት ኤርትራ ኤፍሬም ይበሃል ካብ መዓስከር ለንደን። ሕራይ እሺ ኤፍሬም ቀጽል። እወ ኣነ እታ ይካተል ዘሎ ኮላ ትበሃል ወላ ሎማዓንቲ ሕጂ እዛ ናይ ንቕዲ ትበሃልሲ እቲ ዝንቀል ሰብስ ተኸራኺሩ መሰሉ ክምልስ ይኽእልዶ? ማራ ጽቡቅ ትሕተ እያ ከምቲ ቀዲመ ዝበልክዎ እዩ እቲ ምንቃል ዝባሃል መሰጡ መሰል ናይ ሓደ ተላባዊ ምኻኑ ገሊጽናዮ ኣለና እዚ መሰል እዚ ግን ብክልተ ኣገባብ ከም ዝግለጽ ኢና ገሊጽናዮ ን ግሉጽ ዝባሃል ወይ ብቀጥታ ዝባሃል ኢልና ብስቅታ ዝባሃል ኢልና ኣለና ማለት እዩ ኣብቲ ግሉጽ እዩ ሕጂ እቲ ዘረባ ዝመጽእ ኩሉ ግዜ ነቂለዮ ኣለኩ ክትብል እንተ ኮንካ ምኽንያት ክህሉ ክኽእል ኣለዎ ምኽንያት እንተድኣ ዘይሃልዩ እንታይ ኢለ ይዓንተዎ ፍሩስ እዩ ኢለ ኣለኹ። በዝን በዝን በዝን ምኽንያት እዩ ካብ ውርሲ ነቒለዮ ኣለኹ ዝብል ኣብቲ ናይ ናይ ለበዋ ሰደድ እንተዘይሰፊሩ እቲ ሰነድ እቲ ቅቡል ኣይኮነን ኢልና ኣለና። እዚ ተነቒለ ዝብል ሰብ ድማ ነዛ ነጥቢ እዚኣ እዩ ከልዕላ ዘለዎ። ኣነ ውሉድ እየ። ወይ ውሉድ ናይ ውሉድ እየ መሰል ኣለኒ ክንቀል ኣይግበኣንን እዩ ብዘይ ምኽንያት ተነቒለ እንተ ደኣ ኢሉ ኣብ ቅድሚ ሕጊ ተሰማዕነት ኣለዎ። እቲ ለበዋ ፍሩስ ኮይኑ ድማ እቲ ተነቒሉ ዝነበረ ከም ሰቡ ማዕረ እቶም ወረስቲ ወራሲ ይኸውን እዩ ማለት እዩ። እቲ ምኽንያት ግን ክመጽእ ክኽእል ኣለዎ። ምንቃል ጥራሕ ደይኮነ ቅጥዒ ናይ ለበዋ ኣይተማለኣን ሕጊ ዝጠልቦ ቅጥዒ ኣይተማለኣን ኢልካ ውን ንለበዋ ክተፍርሶ ትኽእል ኢኻ ማለት እዩ እቲ ክርክር ኣብኡ እዩ ድመጽእ ዓንቀጽ ክንድዚ ኣይተማለኣን መሰኻክር ከምዚ እዮም ዘለዉ ፌርማ ናቱ ኣይኮነን ካልእን ካልእን ዋና ኣይኮነን ክላቦ ኣይክእልን እዩ ዝብሉ ምኽንያታት ኣምጺኻ ውን ለበዋ ይፈርስ እዩ ኣብ ሓንቲ ሰነድ ለበዋ ክልተ እዮም ተላብዮም ዘለዉ፣ ሓደ ጥራሕ እዩ ክላቦ ዝኽእል ኢልካ ምኽንያት እንተድኣ ኣምጺእኻ እውን ብሕጊ ተሰማዕነት ኣለዎ ማለት እዩ። ስለዚ ተነቒለ ጥራሕ ዘይኮነ እዚ ለበዋ እዚ ሕጋዊ ኣይኮነን፣ ቅጥዒ ኣየማልእን ኢልካ እውን ክተፍርሶ ትኽእል ኢኻ። ካብቲ ውርሲ ተኣሊኻ ዝነበርካሉ ምኽንያት ድማ ተኣልዩ ወራሲ እትኾነሉ መንገዲ ከኣ ኣሎ ማለት እዩ።
ሕራይ ናይ መወዳእታ ተሌፎን ክንቅበል ኢና ሄሎ። ሄሎ መን ክንብል? ኣድም ሳልሕ ካብዚ ከባቢ ጎዳት ክደውል ኣለኹ። ሕራይ። ሕጂ እንታይ ክሓትት ደልየ ኣነ? እቲ ለበዋ እቲ ዝላቦ ሰብ ክንደይ ክኸውን ኣለዎ ዕድሚኡ ንኣብነት? ዓበይቲ ሰባት ክላበዉ ይመጹ እሞ ኣብ ስድራቤት ዕድሚኡ ክንዲ ይነበረን ዕድሚኡ ውን ብቑዕ ኣይኮነን ምኽንያቱ ውጽኢት ናይ ካልኦት እዩ ክሓስብ ኣይከኣልን ይብሉ እሞ ኣብ ገለ እዋናት ውን ኣብ ናይ ጥዕና ጉዳያት ይመጽእ እሞ ኣብቲ ሕብረተሰብ ቁሩብ የከራኽረካ ደስ ኣይብለካን ዋላ ሕጋዊ እንተኾነ ውን ከምዚ ኔሩ እኮዩ ዝሓለፈስ ከምዚ ኔሩ ኣምሩ ጥዕና ስለዘይነበሩ ይሞ እቲ ጉዳይ መጸ በሃላ እቲ ስድራ ቤት ህጂ ገለ ነገር ይገብር ተሓጉስካስ ኣይትቅበሎን እኻ ውሽጥኻ ገለ ሕርኽርኽ ይብላካ እሞ ሳኣን ኣፍልጦ ናይ ስሕግ ይኸውን እሞ እዚ ህጂ እንታይ ክኸውን ይኽእል ዕድመ ደረት ኣለዎ ዶ የብሉን ክሳብ ክንደይ ዓመት ይኸውን ዕድመ ሰብ ክሳብ ሰብዓ ድዩ ሰማንያ ድዩ ልዕሊኡ ድዩ ትሕቲኡ እዚታት መጹ እሞ እዚ ቁሩብ ባዓ ገለ ክበርሃለይ ይቀለለይ። ከምቲ ኣቀዲመ ዝገለጽኩዎ ኢቲ ነገር ብዕድመ ኣይኮነን ዝድረት ንዋልባሽ ብታሕቲ ዕድመ ከም ዝድረት ነጊረ ነይረ። መጀመርያ ትሕቲ ዓሰርተ ሓሙሽተ ዓመት ዝዕድሚኦም እንተኾይኖም ብሞግዚቶም ወይ ከኣ ብሕጋዊ ወኪሎም እዮም ክላበዉ ዝኽእሉ ኢልና ኣለና። ንላዕሊ ግን ብዕድመ ኣይድረትን እዩ። ወዲ ሰብዓ ኩን፣ ወዲ ሰማንያ ኩን፣ ወዲ ተሰዓ ኩን ኣየገድስን እዩ። ዕድመ ኣይኮነን እቲ ዘገድስ። እቲ ዘገድስ እንታይ እዩ ኣእሙራዊ ኩነታቱ ኣብ ምንታይ ደረጃ ኣሎ። እቲ ሰብ እቲ ለበዋ ድዩ ዝገብር ዘሎ ህያብ ድዩ ዝገብር ዘሎ ብለበዋ ወይ ብህያብ ከንታይ ዓይነት ንብረት እዩ ዘሕልፍ ዘሎ ናብ መን እዩ ዘሕልፍ ዘሎ እዚ ዝፈልጥ ክኸውን ክኽእል ኣለዎ ኢና ኢልና እዚ በየናይ እዩ ዝዕቀ እንተ ኢልካ ሓደ በቲ ናይ ሕክምና ኩነታት ጸብጻብ ክቐርብ ይኽእል እዩ እዚ ሰብ እዚ ኣብቲ ለበዋ ዝገበረሉ ግዜ ናይ ኣእምሮ ጸገም ኔርዎ ኣየስተውዕልን ኔሩ ንመን ይህብ ኣሎ እንታይ ይገብር ኣሎ ኣይፈልጥን እዩ ኔሩ ዝብል ሓበሬታ ክመጸካ ይኽእል እዩ ካልኣይ ውን ለበዋ ብፍላይ ኣብ ቤት ፍርዲ እንተደኣ ተገይሩ፣ እቲ ዘወዓዕል ወይ ዘፈራርም ኣካል ነዚ የረጋግጽ እዩ። ነቲ ዝላቦ ዘሎ ሰብ እንታይ ክትገብር መጺኻ? እንታይ ትህብ ኣለኻ? ንመን ለበዋ ትሓድገሉ ኣለኻ? ስለምንታይ ለበዋ ትሓድገሉ ኣለኻ? እቶም ካልኦትከ? ዝብሉ ሕቶታት ሓታቲቱ ፈቲሹ ስለ ዝገብሮ ብዙሕ ኣጸጋሚ ኩነታት የለን ማለት እዩ። ኣብዚ። ናይ ኣእምሮ ጸገም ከኣ ብዕድመ ደረጃ ጥራሕ ኣይኮነን ዝመጸካ። ንእሽቶ ኮይኑ ውን ናይ ኣእምሮ ጸገም ክፈጥር ይኽእል። ብሓደጋ ናይ ኣእምሮ ጸገም ክፈጥር ይኽእል። ብኻልእ ካልእ ኣገባባት ውን ናይ ኣእምሮ ጸገም ክፈጥር ይኽእል እዩ። እዚ ናይ ኣእምሮ ጸገም ከም ዘሎ እንተደኣ ተረጋጊጹ እቲ ለበዋ ዘይፈርሰሉ ምኽንያት ከኣ የለን።
ክቡራንን ክቡራትን ሰማዕትና ንሎሚ ዘዳሎናዮ መደብ እዚ ክትከታተልዎ ዝጸናሕኩም ኮይኑ ዝተመደበልና ግዜ ስለ ዝኣኸለ ኣብዚ ክንዛዝም ኢና ምሳኹም ዝጸናሕና ዳኛ በርሁ ፍስሃጼን ምስ ኣኽባር ሕጊ ተኽልዝጊ ዑቕባጼን ተሓጋጋዚት ዳኛ ኣርሴማ ሰመረ ምስ ቴክኒሻንና ቤሉል በርሀ ብምዃን ኢና